ሰላም ተኸታተልቲ ኖህ ኢንተርቴንመንት ርሑስ በዓል ቅዱስ ዮሃንስ እናበልና ሎም መዓልቲ ብምክንያት ቅዱስ ዮሃንስ ሓደ ጋሻ ዓዲምና መፅእና ኣለና እቲ ጋሻና ድሕረ ባይትኡ ምስ ናይ ቡን ዕላል ከምኡውን ናይ ጥበብ ዕላል ኢና ምሳኹም ክንጸንሕ ማለት እዩ ክሳብ ፍጻ ምድላውና ምሳና ሓቢርኩም ናክትጸንሑ ንዕድም ኣለና ምናልባት ንምልላይ ዝኣክል ግን ብዙሓት ሞያታት ስለ ዘለዎ ቁሩብ ናብ ግጥሚ ክኸይድ እቲ ሞያታቱ ንባዕሉ ሲ ገጣማይ እዩ መራሒ መድረኽ እዩ ጸሓፊ እዩ ዳይረክተር እዩ ባሕረኛ እዩ ስለዚ ካብ ቀልጢፍና ናብ ድሕረ ባይታ ምስጋር እውን ኣብ ግጥሚ እውን ኣነ ብጣዕሚ ስለ ዘድንቐካ ካብቶም ዝፈትዎም ኣድነቕቲ ገጠምቲ እውን ስለ ዝኾንካ ብግጥሚ እየ ከጀምረካ ሓዱሽ ሞጎስ እዩ ሎማዓንቲ ጋሻ ገይረዮ ዓዲመዮ ዘለኹ ሓድሸይ ሓድሽ ተይልካስ ግጥሚ እዩ ድመጽእ ስለዚ ብግጥሚ ተጀመርናዮ ከመይ ይመስለካ። ጽቡቅ ኣሚረይ ኣነ ውን መጀመርታ መጀመርታ ርሑስ ኣውዳእመት እንዳበልኩ ከምዚ ዓይነት እንታይ ዝበሃል ኣይበልኩን ነይረ መጀመርታ ካብ ትጽቢተይ ወጻኢ ኮይኑ ዘሎ ብዝኾነ ግን ደስ ኢልኒ ከምዚ ኢልና ብዕላል ጥበብ ክንዕልል ብምኽኣልና ዕዱም ጋሻኻ ጌርካ ሎም መዓንቲ ብምኽንያት ኣውድኣመት ስለ ዘምጻኻን ደስ ኢልኒ። ብግጥሚ ንጀምር ካብ በልካ ግን ዳርጋ ኩሉ ህይወትና ግጥሚ እዩ ደቂ ሰባት ሽግር ዝበሃል የለን። ግጥሚ ከስምዓኩም እየ ሕራይ እሞ ምግጣሚ ዋኒነይ ትብል ግጥሚ ግጣሚ ዋኒነይ ምግጣሚ ዋኒነይ ትብል ግጥሚ ፈትዋ እየ ባዕ ከጀምር እየ ምግጣም'ዩ ዋኒነይ እቲ ቀደም ቀደም እናበልኩ ዘገም ዓለመይ ምስ ኮነት ከም ዓለማ ዓለም ኣብ ገደል እንከለኹ ደው ኢለ ኣብ ገምገም ከም ሁብ ወሲደ ንመከራ ሕሰም ምስ ጸገም ኣብ ሜዳ ጀሚረ ክፋለም እንታይ ደኣ ከምኡ ኳይ ምንባር እዎ ከምኡ ምንባር ኣለኹ ኢልካ ምግጣም ከም ትፈትዎ ጋሻ ንጸገምካ ምስዓም መለሳ ትማሊ ጽባሕ ንኽትምቅር ክገጥም ውዒለስ ክገጥም ምሓድር እወ ገጥም በቃ ንሂወት ከግጥማ ባዕለይ ገግ ገጢመ ዜማ ይደርሰላ ከም ዝፈለጥክዎ ትርጉም ርዝነት ግጥሚ ትሕንጥጥ ዘብሎ ንዘይብለይ ዓቕሚ ግዲ ኣለዎ ጠቕሚ ምንባረይ ብኸፊል እረኽበሉ ጣዕሚ በቃ ምግጣም እዩ ዋኒነይ ምግጣም ምግጥጣም ብሓሳብ ብግብሪ ወትሩ ምጥምጣም ምግጣም እንድዩ ዋና ሓዝ ክሕዝ ዘይብሉ ሓርጎጽጎጽ ዝበጽሖ ዝበዝሖ ዓቐበ ቁልቁሉ ስንፍናይ ኣሚነ ስሕቕ ዝውዕለሉ ግን ኣብቲ ተሓናንቕ ብሑልኮ ብድሎ ኣብኡሎ ተሓይለይ ናይ መንፈስ ዕንጋሎ ብሕሉፍ ብህሉው ብዝመጽእ ዘሎ ክገጥም ምባለይ ባዕሉ ግጥሚ እንከሎ ከማይ ዶ ትኮኑ ኣታ ገርመኒ ኣሎ ኣሚረይ። ኦው ብጣዕሚ ጽቡቅ ምናልባት ነቲ ውደ ኣመት ውን ግጥሚ ክሕወሶ ከሎ ከመይ ከም ዝኸውን ምግላጹ ቀሊል ኣይመስለንን ብተወሳኺ ውን በዓል ሊዱ ሰምሃር ውን ምስቲ ጥዑም ቡን እዚ ኩሉ ቀራሪበን ስለ ዘለዋ የመስግነካ ሓድሸይ ብጣዕሚ ጽቡቅ ኣናባብባ ከምኡ ውን ጽቡቅ ግጥሚ ኩሉ ግዜ ዝበዝሕ ኣድናቒኻ ካባይ ጀሚሩ ኣብ ናይ መራኸቢ ገጻት እዩ ዝረኽበካ ኣብኡ እንታይ የደርኢ ኩሉ ግዜ ሓሞ ስታር ሓሞ ስታር ብኸመይ ኣብ መፅኣ ብኣ ክንጅምር
እወ ማለት እታ ስታር ማለት ኮኸብ እያ ኮኸብ ማለት እዩ ተሓሞ እታ ሓሞ ከኣ ካብ ሽመይን ካብ ሽም ኣቦይን ዝወጸት እያ። እምበር ካልእ ትርጉም የብላን። ካልእ ትርጉም የብላን። ዝኾነ ግን በቃ ከምዚ ናይ ባዕላ ትርጉም ዘለዋ ቃል እያ ትመስል። እወ ግን በቃ ሕጽሮተ ቃላት እያ። ሓደ ዓርከይ እዩ ከማን ከምኡ ኢሉኒ፣ ዝፈትዎ ዓርከይ ገጣማይ እዩ። በዚ ኣጋጣሚ ሃብቶም ጠዓመ እበሃል። እሱ እዩ ከምኡ ኢሉኒ፣ ኮኾብ ኢኻ ገለ ገለ ይብለኒ ነይሩሲ፣ ዋእ ኣታ ግደፈኒ እንዶ ሽማይ ተኽብደለይ ገሊሊ ዋላ ኣብቲ ግጥምታተይ እውን ከምኡ ውክልናታት ትጥቀም እየ ኮኾብ መርከብ ባሕሪ ኣድማስ ምንባር ሂወት ከምኡ ውክልናታት ትጥቀም እየ ሕጂ ኮኾብ ኢኻ ገለ ምስ በለንስ ዋእ ግደፋይ ተኽብደለይ ገለ ኢለ ዳሕራይ ኢኻ ተቐቢልካ ዳሕራይ ተቐቢለ ያዎ
ፅቡቕ ምናልባት ኮኾብ ግን ዝበዝሕ ሰብ ንእሽተይ ትመስሎ ግን ብጣዕሚ ገጅፍ ምዃኑ ልዕሊ መሬት ምዃኑ ውን ይፍለጥ እዩ እሞ ጽቡቅ ኣገላልጻ ትመስለኒ። እወ ብጣዕሚ ድዩ ፈትዋ እየ ከኣ በቃ። ጽቡቕ ምናልባት ንፈለማ ግዜ ክኸውን ይኽእል እዩ ኣብ ናይ ሚድያ ይርኣኹኻ ንድለኹ ምስቲ ስራሕትኻ ስለዚ ናብቲ ግጥምን ገጠምቱን ዝብሉ ኣርእስቲ ክንኣቱ ኢና ጥበብ ባህሪ ብዙሕ ነገር ክልዓል እዩ ቅድሚኡ ግን ድሕረ ባይታ ናይ ሓድሽ ከመይ ይመስል
እወ ሓድሽ ሞገሴ ድበሃል ዓንተበይ ኣላሊኻኒ ኢኻ ኣብ ሰገነይቲ እየ ተወሊደ ኣጋጣሚ ስድራ ቤተይ ብንእሽተይ ከለኹ ስለ ዝተፈለዩኒ ምስ ኣኮይ ዓብየ ክሳብ ወዲ ሽዱሽተ ዓመት ገለ ድኸውን ማለት እዩ ድሕሪኡ ግን ዕድመይ ንትምህርቲ ምስ ኣኸለ ኣብ ደቀምሓረ ኣብ ቤት ትምህርቲ ቤትኤል ቦርጂን ማለት እዩ ኣብኡ ይእቲኒ ኣኮይ ኣብኡ ምመሃር ነይረ ኣብኡ ምስ ተማሃርኩ ክሳብ ሻውዓይ ገለኡ ተማሂረ ኣብኡ ግን ብጣዕሚ እቲ ናይ ንእስነተይ እንታይ ዝበሃል ሳብ ውዒ ዝተማቂሩ እየ ብጣዕሚ ውዒ እየ ነይረ እዎ ብጣዕሚ በቃ ናብ ሸይጣን ዝቐርብ ዋዒ ነይርኒ ብጣዕሚ እየ ውዒ ነይረ ኣሚር ሓወይ
ዝፈጋእካዮም ኣዲኦም ትቑፀሮም ገለ ይበሃል ኣረ እተ በቃ ውዑይ ሰብ እየ ነይረ ውዑይ በቃ ብጣዕሚ እዩ ውዑይ በቃ ነይረ መትሓዚ ነበረን ከምዚ ዓብኡ ገለ ኢለ እውን ንሰብ ክብረት ኣይህቦን እዩ ነይረ ሽዑ ይፀርፎ ገለ ገለ ነገር ኣምፃለይ እንድሕር ደኣ ኣብዮ ክሃርመን እንድሕር ደኣ ፈቲኑ ግምጥል ኢሉ ከይድ ከሎ እምኒ ገይረ ርእሱ ፈጊኡ ድሃድመሉ ኩነታት ከማን ነይሩ ብጣዕሚ እየ ውዒ ነይረ ብዝኾነ እቲ እንዳ ዓበኻ እቲ ህይወት እውን በዓል እንዳመሃረካ ገለ ክኸይድ ከሎ ግን ልቢ እንዳገበርካ ትሕት ዝበሉ ምቕሉላት ሰባት እውን ናብ ምንባር ስለ ዘጋጥሙካ ካብኦም ከዓ ተመክሮታት እንዳተለዋወጥካ ከዓ ትኸይድ ማለት እዩ ኣብኡ ብጣዕሚ እየ ውዒ ነይረ ከም ዝብለካ ዘለኹ ኣብኡ ክሳብ ሻውዓይ ገለ ተማሂረ ዝነበሩ ምንቅስቃስ ናይ ጥበብ ከመይ ነይሮም ኣብኡ ሕጂ ኣበባ ሃብተማርያም ትበሃል ሓፍቲ ኣላትኒ ኣብቲ ገጣሚት እያ ባይ ዘ ወይ በዚ ኣጋጣሚ ጋብላ ስነ ጥበብ ድበሃል ማእዲ ስነ ጥበብ ነይርዎም ኣብ ደቀ መሓረ ሕጂ ሰንበት ሰንበት እዮም ደካይድዎ ነይሮም ነቲ ማእዲ ስነ ጥበብ ጭዓይ ወደቀ መሓረ ዝበሃል ነይሩ ክብሮም እዩ ሽሙ ጭዓይ ወደቀ መሓረ ብዝብል ቅፅል ስም ግን ይፍለጥ ነይሩ ማለት እዩ ሕጂ ሰንበት ሰንበት ክኸውን ከሎ ንሕና ካብቲ ቦርዲን ክንወፅእ ኣይፍቀደናን እዩ ኣብ ሓፍተይ ግን ትመጽእ እሞ ኣፍቂዳ እያ ትወስደኒ ንእሽተይ ነይረ ኣፍቂዳ ትወስደኒ ኮፍ ብል ይሰምዕ ገለ ሕጂ እቲ ኣናብብኦም ሽዑ ግጥሚ እንታይ ምዃኑ ይፈልጥኒ እየ ግን ትናብብኦም እቲ ስምዒታቶም ኣብቲ መድረኽ ዝገብርዎ እቲ ዝነቓቕፍዎ ዝወሃብዎ ሓሳብ ገለ በቃ ይምስጠኒ ነይሩ ሕጂ ካብ ሽዑ ትሒዙ እዩ እቲ ናይ ግጥሚ ድሌታተይ ዝጅምር ማለት እዩ። ኣብ መዕጸዊ ቤት ትምህርቲ ኩን ኣብ ከምዚ ሕጂ ናይ ቅዱስ ዮውሃንስ ናይ ልደት ናይ ሓድሽ ዓመት ሃገራውያን በዓላት መዓልቲ ናጽነት መዓልቲ ሰማታት ገለ ክኸውን ከሎ ውን ብዓቕመይ ማለት እዩ ኣብቲ ንኡስ ዕድመይሲ በታ ዓቕመይ ሽዑ ዝነበረኒ ግጥምታት የቕርብ ነይረ። ከምዚ መዛሙር ናይ ቤት ትምህርቲ ገለ ክህሉ ከሎ ከኣ ከም ደፋር ስለ ዝነበርኩ ከም ዝብለካ ዘለኹ ውዑይ ስለ ዝነበርኩ መራሒ እዮም ደገሩኒ ንዓይ። ናይ ምሓዝ ተኽእሎይ ከኣ ብጣዕሚ እንታይ እዩ ዝበሃል ነይሩ በቃ ግን ኣዝዩ ደስ ዝብል ናይ ንእስነት ግዜ ነይሩ። ሃቐንታስ ካብ ሽዑ ነይርካ። ያ እወ። ጽቡቕ፣ ናብ ኤክስፖ ዝኸድካሉ ታሪኽ? ትዝክሮ ዶ? እዚኣ ከዓ ረኪብካያ ዶ? እዎ ኤክስፖ ማለት ብዙሕ ህይወት እንድዩ ሓሊፉ ኣሚር ሓወይ ብዙሕ ክሳብ ግዳም ሓደር ዝኾንኩሉ ኣጋጣሚታት ነይሩ። ባዕልኻ ኢኻ ንኤክስፖ ከይድካ እወ ሃዲምካ?
እወ ኣቢለ ማለት ስትረስ ነይሩኒ ከም ዝብለካ ዘለኹ ናይ ስድራ ገለ ገለ ብዙሕ ጭንቀታት ኣሎ ብሂወት ዘጋንፈካ ገለ ሽዑ ትምህርቲ በቃ ኣቋሪፀ ከም ዝብለካ ዘለኹ ኣስመራ ከይደ ክረምቲ እዩ ነይሩ ጀፍቲ ናይ ክልተ ወርሒ ናይ ክረምቲ ዕረፍቲ በቃ ኣኮይ ሓያል እዩ ሓያል እዩ ብፍላይ ከምዚ ክኸውን ኣለዎ ኣብ ዝብሎ ነገር ብጣዕሚ እዩ ሓያል እዩ ሕጂ ናውን ድሕር ደኣ ከይደ ክሃርመኒ እዩ በቃ ገለ እቲ ናይ ንእስነት ፍርሒ ገለ ኣሎ በቃ ዝመፀት ትምፃእ ምኻድ ተሓይሽልና ኣብርሃለይ ምሽጥ ድበሃል ዓርከይ ነይርኒ ኣብርሃለይ ተስፋሃንስ እዩ ዝበሃል ብዚ ኣጋጣሚ ኣብ ዘለዎ ርሑስ ኣውዳኣመት ይግበረሉ ምስ ስድራ ቤቱ ምስ ፈተውቱ ከድና ኣስመራ ከድና ኤክስፖ ተኸፊቱ እዩ ገለመለ ተን ዝነበረና ገንዘብ እውን ውሕዳት እየን ውሕዳት ገንዘብ እየን ነይረና ሽዑ ኣስመራ ደቂ ኣምሓረ ክገርመካ ኣሚረ ሰለስተ ቅርሽን ሓምሳ ሳንቲም እንዲ ሕርካ መንገለ እዩ ነይሩ ከምዚ ነይሩ ንምባልስ ኣርኪብካ ኣለኹ እወ ማለት ሕጂ ጥዑም እዩ ነይሩ ዋላ እቲ ሰብ ጉሩህ እዩ ነይሩ ገለ በቃ ዋላ መላእ ኣለ ኢልካዮ ገለ በቃ ፅቡቕ እዩ ነይሩ እቲ ኩነታት ብዝኾነ ከድና ኣስመራ ኣስመራ ከድና እሞ ንእቶ ንእቶ ተባሂልና ንኣሽቱ ኢና ገለ መለ ሕጂ ነቶም ዝኣትዉ ዓበይቲ ሰብኡት ወይ ዓበይቲ ኣንስቲ ኢኻ ትሕዞም ቆልዓ ስለ ዝኾንካ ብጥሩሕ ብጥሩሕ ክትኣትወ ተባሃሉ ንባ ገለ ኣቲና መቸም ቦርሳና መጽሓፍትና፣ ጥራውስና፣ ዲክሽነርና ገለ ከኣ ምሳና እዩ፣ ክዳንና ከይተረፈ። ሕጂ እንታይ ግን ከቢድ ነገር ነይሩ ኣብኡ፣ ከምዚ ኣብ ሓደ መጽሓፍ ቅዱስ ትመሃረሉ፣ በቃ ናይ ኣምላኽ ሰሰናይ ነገር ጥራሕ ኣብ ትመሃረሉ ቦታ ጸኒሕኻ ናብቲ ናይ ዓለም ነገር ክትወጽእ ከለኻ ብጣዕሚ እዩ ብድሆ፣ በቃ ብጣዕሚ እዩ ዝኸብደካ። ናበይ ከም ትኸይድን እንታይ ከም ትገብርን ከማን እዩ ድጽልምተካ ምድረ ሰማይ ዋእ ኣታ እንታይ ደኣ እሞ ንግበር ኤክስፖ ንኺ ተባሂልና ከም ዝብለካ ዘለኹ መቸም ኣቲና ምስ ኣብርሃለይ ዓርከይ በቃ እቲ ንመግቢ ገለ ዝኾነና ገንዘብ ውሕድ ነይሩ ብዝኾነ ከድና ከድና ክልተ መዓልቲ እና ሰለስተ ኣብ ምንታይ ኢና ንደቂ ሳው ኣብዚ ኮፍ መበል ምሻሉ ናይ ፅርግያ ብሰራሚክ ገለ ዝተሰርሐ እኮ ኣብ ትትሒቱ ኢና ንድቅስ ባራ ኮይና ማለት እዩ ካብ ገዛናስ ወፂና ወግዳም ሓደር ኮይና ማለት እዩ ኣብ ከምኡ ንድቅስ ንጎ ከዓ በቃ ነቲ ሕጂ ዘይፈለጥናዮ ነገር እንታይ ኣሎ ኤክስፖ ክዕፆ ከሎ ኩሉ ሰብ እዩ ዝወፅእ ምሸቱ እወ ንጎ ከዓ ሮንዳ ፖሊስ ዝዘውርዎ እዮም ይፍተሽ እዩ ኦ፣ ኣይፈለጥናዮን ግን ሲስተም እዚ ንሕና ይንፈልጦ ኢና በቃ ወዲ ኣብርሃለይ እንታይ ይብለኒ ክልተ መዓልቲ ድዩ ገለ ምስ ሰለስተ መዓልቲ ምሳይ ሓደረ ማለት እዩ ሓድሽ ዓርከይ ኣነስ በቃ ከይደ ገዛ ብለኒ ወዲ ሰንበል እዩ ኣብያ ገዙ ቀረበ እጂ ቆሪ ከኣለን ጥሜት ኣይከኣለን ገባ ክኸይድ ኢልካ እወ በቃ ኣብርሃለይ ሓወይ ንዓ ድሓን ኪድ ገለመለ ኢለ ኣፋንየ በይነይ ተሪፈ ሕጂ ከም ዝብለካ ሓን ድሕሪኡስ ድሕሪ ሓንቲ ለይቲ ድያ ገለ ደብል ንጎ ሽዑ ሰዓ ሽዱሽተ ገለ ምስ ኮነ ኤክስፖ ከይተኸፍተ ማለት እዩ ሸናዕ እንዳበልኩ ቦርሳ ሒዘ ብፅርግያ ፅርግያ ከይድ እምቧ ሕጂ እቶም ፖሊስ ከዓ ሳይክል ኣለዎም ገለ በቃ ሕጂ በዚ ሓደ ፖሊስ ደው በል ገለ ብለካ ካብኡ ክትሃድም ከለካ ከዓ በዚ በቃ ከምዚ ሓያላት ኣኽላባት ድጎይዋ ማንቲል ንምሻ ኣለካ በቃ ዓቕልኻ ጸበካ ባ እንታይ ደኸውን ደሎ ጠጠው ኢለ መቸም እቲ ራዕዲ ኣሎ ትፍርሒ ናይ ንእስነት ገለ ሒዞም ሽዑ ናብ ትጌት ማለት ናብ ጌት ናብ ማዕጾ ወሲዶም ኣብኡ ጠፍጠፍ ኣቢሎምኒ ከምዚ ናይ ፍቕሪ ዓይነት ጠፍጠፍ ኣቢሎምኒ ካበይ መፂኻ ከ ካብ ደቀ ማሕረ ከምዚ ኢላ ኣነ በቃ ከምዚ ዶ ገለ እቲ ባክግራውንድ ናተይ ዕልሎም ኦኬ ገለ ኢሎም ኣብኡ ኮፍ ኣብሉኒ ሕጂ ስንኩላን ማሕበር ዝነበሮም እቶም ኣብ ዕዳጋ ሓሙስ ምሻ ኣሎ ናይ ስንኩላን ክለብ ንሶም ኣብቲ ውሽጢ ኤክስፖ ክለብ ነይርዎም ኣብቲ ክለብ ሕጂ ኣብርሃም ሽሙ ነይሩ ሞተር ሳይክል እዘን ናይ ስንኩላን ገይሩ መጽእ ብደገ ባኒ ገለመለ ገለ ይሕዙ ነቲ ክለብ ዶኸውን ጆ ኣብርሃም እወ እዚ ቆልዓስ ከምዚ ከምዚ እዩ ሕጅስ ምሳኻ ኣስርሓዮ ገለ ገለ ብሎ ነብርሃም ማለት እዩ ካበይ መጺኻ ገለ ኣነ ከምዚ ከምዚ ኢለ ካብ ደቂ ኣምሓረ እየ መጽእ ገለ ኢለ ኩሉ ነግሮ ባዕ ደይ ንዓኹም ኢና ደኣ ተጋዲልና ደይ እብለ ንብታ ሞተር ሳይክል ከስራሓኒ ምስኡ ማለት እዩ ባዕ በቃ ሕራይ ኢለ ተሓጒሰ ምሽ ኣለካ ከምዚ ከምኡ ዓይነት ከጓንፈኒ እዩ ገለ በቃ ከምዚ ብዕድለይ ንቕድመይ ኢለ ኣቢለ ነይረ መጀመርታ ሒዝኒ ከይዱ ኣብኡ የስራሓኒ ምስኡ ዋው በዓል ሰናይት ገለ ድበሃላ ነይረን ፅቡቕ በቃ ከመዲታተይ ንእሽተየ ነይረ ገለ ኩሉ እንትናይ በቃ ጽርየተይ መግበይ ነብሰይ ሓጽባኒ ገለ በቃ ጽቡቕ እየ ነይረ። ኣምሓረስ ገዲፍካ?
ገዲፈዮ በቃ ረሲዐዮ ቶታሊ። ጽቡቕ ደቂ ኣምሓረ ገዲፍካዮ ኣለኻ ምሽ? ዝኾነ ዘጋጠመካ ግን ነይሩ ንእሽተይ ከለኻ ምስ ሳይክል ውድድር ኣብ ዝነበረሉ ግዜ? ዋይ ዋይ እወ። ኣብ ደቂ ኣምሓረ እዩ እሱ። እወ ኣብ ደቂ ኣምሓረ ኮርሶ ነይሩ። ሕጂ ካብቲ ቦርዲን ከምዚ ድብለካ ደለኩ ኣሚረይ ክንወጽእ ኣይፍቀድን እዩ በቃ ምክንያቱ እንተወጺና ሕማቅ ሕማቅ ነገር ክነብል ኢና ክንለምድ ኢና በቃ ሰብ ሃሪምካ ከማን ስቅ ኢልካ ኢካ ትከይድ ሕጂ ንሕና ግን ሸይጣውንቲ ኢና ነርና ከም ዝብለካ ዘለኹ ውዑይ ኢና ተሃሪምና ይንኸይድና እምበርቲ መምርሒ ከምኡ እዩ በቃ ከምዚ ቅዱስ በቃ ኣብ ልዕሊ ሰባት ክብረት ዘለካ ትሕትና ዘለካ ከምኡ እዩ እቲ ከምኡ ኢኻ ትመሃር ግን እቲ ናይ ንእስነት ነገር ኣሎ ክትዛወር ተኾንካ ሰንበት እያ ትፍቀደልካ ኣብ ሰንበት ኢኻ ትኸይድ ሰንበት ከዓ ወይ ንበረኻ ኢኻ ትኸይድ ንበረኻ እንተልካ ዝበዝሐ ሰብ በረኻ እንተሉ በረኻ ኢኻ ትኸይድ ማጀግሮ ዝበሃል ኣሎ በለስ ዘለዎ ቦታ ናብኡ ትኸይድ በለስካ ክትበልዕ ውዒልካ ምሸት ተጠርኒፍካ ትመፅእ ብጥርኑፍ ይጠርንኹም ግን ናብቲ ናይ ሳይክል ከይድ እወ ናብ ናይ ሳይክል ከይድ ኣብ ናይ ሳይክል ሕጂ ወዲ ባርባ ድበሃል ነይሩ ንፉዕ ተቀዳዳማይ ምስ በዓል ዓተ- ዓ- ምስ በዓል ዓወት ወልዱ ገለ መደብ ደቂ መሓረ እ፣ ንፉዓት እዮም ብጣዕሚ ካብ ኣስመራ ከዓ በዓል ኤቨን ዘካርያስ ገለ መደብ መፅኦም ነይሮም ምስኦም ክወዳደሩ ክወዳደሩ ሕጂ ንኣንሹ ስለ ዝኾንና ንሕና ንእሽተይ ኮንካ ኣብ ኮርሶ ማራ ይሕማቕ ምክንያቱ ቦቶም ዓበይቲ ገለ ትዕብለል ኢኻ ገለ እዋ፣ ክርኢ ደልየ ወዲ ባርባ ወዲ ባርባ ገለ ብልዎ ኢና እዩ እዚ ወዲ ባርባ ገለ በቃ ኣብ ገረብ ኣብ ሚም ገለ ሓኺርና ኢና ንርኢ ነርና ክንርኢ እንተኮይንና ምክንያቱ ስለ ትኽወል ሕጂ መፂ መፂ ምስ በሉ ብትሕቲ እግሪ ናይቶም ኣብኡ ዝነበሩ ተዓዘብቲ ብትሕቲ እግሮም ኣቴ እግሪ ካባ ክፈቶ ገለ ኢለ ኣቢለ ብኡ ኣቱ ክርኢ እኳ ኣብኡስ ኣብቲ ፅርግያ በጢለስ ከምዚ ኢለ ክርኢ ዋእ ኮርሳተራ ከዓ ትፈልጦ ኢኻ ከምዚ ርእይ ክተብሎን ክመፃካን ሓንቲ እያ ብጣዕሚ እዮም ፈጣና ሕጂ ፖሊስ ከዓ በቃ መፅኦም ኢሉ ከምዚ ገይሩ ይሰጎም ማለት እዩ እቲ ሰብ ከዓ ፅግዕ ኣሎ ሕጂ እቲ ሰብ እናተፀግዐ እቶም ፖሊስ ምስ መፁ ገለ መለ ገሊኦም ከማን ረጊፆምን ነይሮም ኣነ ካብኡ ተሪፈ ኣብቲ ፅርግያ ተሪፈ ወዲ መፅኡ ሙሉእ እብለካ ኣለኹ ርእሰይ ሙሉእ ኣብ ታሕቲ ሕጂ ካብቲ ጽርግያ ከኣ ተፈልየ ነይረ በቲ ሳይክል ገይሩ ምስ ረገጸኒ እዚ ታተይ ዝሓበጦ ሕበጥ ክነግረካ ኣይክእልን ናይ ብልብ የብለካ ኣሎ በረድን ገለን ገይሮም እዮም ኣሉ ግን ተዳሂለ ከምዚ ትስንብድ ምሽ ንሱ ግደፎ ሳይክሉ በዚ ዓሰርተ ሓሙሽተ ሜትሮ ገለ ዝኸውን እያ ከረውርው ኢላ ከይዳ እሱ ከረውርው እንዳለ ተላሓፂፁ እግሩ ገለ ደም ገለ እንታይ ኢኻ ትብል ዘለኻ ሽዑ እቶም ፖሊስ ገለ ክሃርሙኒ ገለ ምስ ደለዩ ዘሚኪኤል ሽሙ ነይሩ ዘሚኪኤል ተኪኤ ዝብሃል ከም ኣቦይ ኮይኑ ዝኣልየኒ ኣብቲ ቦርዲን ምሳና እዩ ነይሩ ግደፍ ወድሓን ባዕለይ ከብሎ ገሌን ምስቶም ፖሊስ ተራዳድዩ ሃሪሙን ድሓር ግን ገዛ ምስ ከድና ከ እዚ ርእሰይ ግን ክነግረካ ኣይክእልን ንክንድዚ እዩ ኮይኑ ካልኣይ ርእሲ ድማ
ጽቡቕ ናይ ግዜ ንእስነት ጽቡቕ ተዘክሮታት ከም ዘሎ ይፍለጥ እዩ በብተኣሽሙ እሞ ሕጂከ ናብ ኣስመራ ክመልሰካ። ኣብ ኤክስፖ ተወሰነ ሰሪሕካ ጥርሙዝ ምእራይ ውን ከም ዝነጠፍካ ፈሊጠ። እወ። ብድሕሪኡ ጉዕዞኻ ናበይ ነይሩ?
ብድሕሪኡ ካብ ኤክስፖ ምስ ወጻና ናብ ዕዳጋ ሓሙስ እንዲና መጺና። ዕዳጋ ሓሙስ ከኣ ሓደ ዝተወሰነ ግዜ ሰሪሐ ማለት እዩ። ኣብኡ ኣይተሰማማዕኩን ምስቶም ምስታ ኣብኡ ዝነበረት ወኪል ማለት እዩ። ካብኡ ቀይሮምና ብዙሕ ስራሕ ስለ ዝነበሮም ቀይሮምኒ ሬድዮ ሜርና ከይደ ካብ ሬድዮ ሜርና ከኣ ናብኡ መሊሶምኒ ዳግማይ እውን ኣይተሰማማዕኩን ኣብዚ ግን ሙሉጌታ ሽሙ ምሳይ ኣብ ቦርዲን ዝነበረ ሰብ ነይሩ ኣብ ባፅዕ ዝሰርሕ ማለት እዩ ኣብ ባፅዕ ኣብ እንዳ ኪዳን ዘርኡ ዝበሃል ሬስቶራንት ዝሰርሕ ነይሩ ሕጂ ንሱ ኣሕዋቱ ከዓኒ ነይሮም ኣብ ደቂ ኣምሓረ ምሳይ ሰለስቲኦም ኣሕዋት ስብ ሓደ እዮም ነይሮም ምሳይ ኣብ ቦርዲን ነይሮም ሕጂ እሱ ቀዲሙ በቃ ክሰርሕ ኢሉ ትምህርቲ ገዲፍዎ ንባፅዕ ከይዱ ግን ሂወት ኣጋጣሚ ስለ ዝኮነት ንሱ ካብ ባጽዕ መጽዩ ክቆርስ ኢሉ ናብቲ ዘለኮ እንዳ ሻሂ ምስ መጸ ኣብኡ ተራኪብና እንታይ ድኣ ትገብር ኣለካ ኣብዚ ሓድሽ ገለ ኢሉኒ ሰርሕ ትምህርትከ ኧረ ትምህርቲ ገዲፈ ገለ ብሎ ዋእ እሞ ኣብዚ ድኣ ብክንደይ ትሰርሕ ኣለካ ብክንድዚ ክንድዚ ዋእ እሞ ካብዚ ምሳይ ባጽዕ ክትከይድ ኣብኡ ደይ ትሰርሕ ዋላ እቲ ደሞዝ ኣብኡ ሓይሽ ገለ ገለ ብለኒ እምባእ ጽቡቕ ሕራይ ኢለዮ፣ ደሓር ከኣ ክቱር ናይ ምሕንባስ ባህጊ ከኣ ነይሩኒ። ባህጊ ጥራሕ ዘይኮነ ግን ንፉዕ ሓንባሳይ እውን ነይረ። ቅድሚ ባጽዕ ምኻድካ? ከእወ፣ ኣብ ባስካ ነይሩኒ፣ ዓቢ ባስካ፣ ዋላ ምስቶም ዓበይቲ እየ ድቀዳደም ነይረ። ኣብ ምሕንባስ ደብለን ሰብ ኣይነበረን። ስለዚ መፍተትካ ረኺብካ? መፍተተይ ረኺበ።
ሕጂ ደቀምሓረ ከይዱ ኣሕዋቱ ርእዩ ሰሙን ገለ ገይሩ ምስ መጸ፣ ተተሓሒዝና ንባጽዕ ከድና። ንባጽዕ ኣብዚኣ ደው ንበል። ጽቡቕ፣ ጉዕዞ ሓድሽ ካብ ደቀምሓረ ኣስመራ ባጽዕ ኣብ ዝብል ኢና ደው ኢልና ደልና። ብምኽንያት ቅዱስ ዮሃንስ ኢና እዚ መደብ ኣዳሊናዮ ደልና። ንኖህ ኢንተርተይመንት ብጣዕሚ ኢና ነመስግን፣ ከምኡ'ውን በዓል ሊዱ ኣሕዋትና፣ ነዚ ኩሉ ኣጸባቢቐን ቡንን የፍልሓ ስለ ዘለዋ። ከምኡ ውን ሰምሃር ኣብ ዘለኹም ብሙላእኩም ካሜራ ማናት ውን ብጣዕሚ ኢና ነመስግነኩም። ኣብ ኖህ ኢንተርቴይመንት ኢኹም ዘለኹም ተኸታተልትና ትከታተሉና ስለ ዘለኹም ብጣዕሚ ኢና ነመስግነኩም። ምስ ሓወይ ሓድሽ ጽቡቕ ጻኒሒት እናገበርና ኢና ዘለና። ጉዕዞ ደቂ ኣምሓረ ኣስመራ ኢልና ናብ ባጽዕ ኢና ደው ኢልና ጸኒሕና ናብ ባጽዕ ምስ ከድኩም ከመይ ነይሩ ሂወት
እዋእ እወ ባጽዕ ምስ ከድና ሙስ ምድልየ ከም ዝብለካ ዘለኹ ሽዑ ድፈልጣ ሰብ ነይራ ውሱ ሱ ድፈልጣ ሳባ ሽማ ነይራ ባርን ሪስቶራንት ነይርዋ በቃ እዚ ሓወይ እዩ ቤተሰበይ እዩ ምሳኺ ትሕዝዮ ዝኾነ ነገር ዘድሊ ነገር ተሎ ከዓ እንዳተዘራረብና ዝኾነ ነገር ክንገብር ኢና ኢልዋ። ሕራይ ኢላ ሳባ ማለት በቃ ኣደ እያ ኣደ እያ ናይ ብልቢ ብለካ ኣለኹ ክሳብ ትምህርቲ ቋሪፀ ነበርኩ ኮለል ኣቢልያ ክተምህረኒ ገለ ኣብየማ ምስ ሚኒስትሪ ዕዮን ሰብኣዊ ድሕነትን ተራዳዲኣ ገለመለ ትምህርቲ እትያትኒ ኣይሓገዝኩዋን ዳኣ ደሓር ከ ኣቋሪፀ እምበር ሕጂ እንዳተማሃርኩ ግን ይመሃር በቲ ከዓ ኣብቲ ባር ከዓ ምስኣ ስርሕ ደሓር ፍሪ ኣብ ዝኾንኩሉ ናፃ ኣብ ዝኾንኩሉ ከዓ ኣብቲ ገማግም ከይደ ዓሳ ይጅልብ ዓሳ ይጅልብ ፅቡቅ ፈለማ ናብ ባሕሪ ዝኸድካላ ግዜ ዝክራ ፈለማ ፈለማ ዓሳ ክጅልብ ዝኸድኩላ ዋላ ፈለማ ንዳህላክ ዝኸድኩላ? ባሕሪ ዝረኣኻን?
እወ
እወ ብጣዕሚ በቃ ባሕሪ ማለት ከምዚ ዲጋ ኮይኑ ይስማዓኒ ነይሩ። ይሰኣለለይ እወ። ከምዚ ዲጋ ኮይኑ ይስማዓኒ ነይሩ። ደሓር እንተረኣኻዮ ርኢኻ ዘይትውድኦ በቃ ፍሉይ ስምዒት እዩ በቃ ፍሉይ ስምዒት። ወረም ጨው እዩ ገለ ገለ ክብሉኻ ገለ ትሰምዕ እንዲኻ ማዕረ ክንድኡን መጠን ክንድኡን ጨው ኣለዎ ኢልካ እውን ኣይትግምትን ኢኻ። ገለ ደሓር ግን በቃ ዋላ ክሕምብስ ከለኹ ሓምቢሰ ዘይፀግቦ ክኸውን ጀሚረ ዓይነይ በርበረ ክሳብ ዝመስል ሕምብስ ሕጂ ኣብ መንጎ መንጎ እቲ ዓሳ ክገፍፍ ኢለ ከይ ከለኹ ከምዚ ሰጃል ሕበሪ ባቃ ዝበሃል ዓሳታት ዓሳታት ከምኡም ጀሊብ እየ ድሸይጥ ናብቶም ቤት መግብታት ኣለዉ ናብኦም እየ ድሸጦ ናብ ኦም ሸይጠ ከዓ ናይ ትምህርተይ ድዩ ናይ ገለመለ ናይ ትምህርተይ እኳ ሸፍነለያ ግን ናይ ሻሃይ ይሕዝ
ፅቡቅ ፈቲኻያ ተቀቢልካያ ከባፅእ ባሕሪ እውን ስለ ዘለዎ ፅቡቅ ብደረቅ ዕላል ጥራይ ከይከውን ግጥምታት እውን ብርክት ዝበሉ ስለ ዘለውኻ ኣነ እውን ዝፈልጦም ሓንቲ ግጥሚ በለልና
ብዛዕባ ምንታይ ክገጥመልካ ሜሬ ብዛዕባ ምንታይ እስኪ ክገጥመሎም ኣባፃዕኒና ዘለና ምስ ባሕሪ ዝተኣሳሰረ ተዝኾን ምስ ባሕሪ ዝተኣሳሰር ሐራይ ከይዱ ትብል ግጥሚ እየ በል ብሽምካ እየ ግን ክጋብዞ ፅቡቅ ከይዱ ናብታ ካብ ማዕሙቅ ከርሲ ባሕሪ ማሙቅ ትውለድ ዘላን ክትመስል መስ መስ መሰስ ትብል ዝነበረት ዘይተሻሩ ፍጥረት ጩራታት ጸዳላ ኣብ ዓይኑ ምዕራፉ፣ ምስሉይ ምስሊ ትማል ንድሕሪት ገዲፉ፣ ክብሕታ ሃሪፉ ግን ልዕሊ ምህራፉ፣ ካብ ቅልጡፍ ቀልጢፉ ከይዱ ከይዱ በቃ ክይዱ ከይዱ ተሃንፊፉ። ናይቲ ርሑቕ ዝብሎ ማዕዶ እናማዕደወ ህይወት ኣብ ዘይብሉ ክፈጥር ህላወ ኣብ ምልኣት ረጊጹ ዕግበቱ ክበስር ምንባር ክፍልሞ ጣዕሙ ከስተማቕር ባህ ግዲ ዘይበላ እንተስ ስለ ዓለም ንዓለም ከዲዑ ምስኣ ምውጋኑ እንተስ ሕልፊ ፍጡር እቲ ምምስጋኑ እንተስ ንስለ ዓለም ብልብ ደንጊጻ ወይ እውን ትብሕታ ወይ እውን ንብሕታ ትኾሙ ኣብሊጻ ትዕቢት ብዝወለዶ መን ኣሎ ከም ከማይ ናብኣ እንዳጎየየስ ዕዝር ሰማይ ሰማይ ኣየ ነገር ጸሓይ ሽዑ ነዛ ኣጆዃ ዝብሎ ምስ ሰኣነ ድጋፍ ብሃሳስ ስምዒት ክምስታ ሽርፍራፍ ኣብ ተስፋ ኣዝጊቡ ብጥሙሕ ዘቕቢቡ ክልተ ተዓዚቡ ዕጽፍታት ሓሲቡ ብልቡ ናይ ልቡ እውን ሓንሳብ ተዛሪቡ ደሓር ከኣ ማዕበል ዝባሕሪ'ኳ ብንፋስ ዝቕለስ ኣብ ደንደስ ተጋጭዩ ናብ ውሽጡ ዝምለስ ኣነ ከኣ ከምኡ ካብዚ ምቁር ሕልሚ ግዱድ ባህጊ ኮይነ ብላሽ ካብ ዝሓጌ ዓስቢ ገልጠምጠመይ ካብ ሰኣነ ትርጉም ንዕጫይዶ ምርጫይ ንመኖም ክረግም።
ዋው ብጣዕሚ ጽቡቅ ግጥሚ እዩ ሓድሸይ። እንታይ ከኣ ዳሰማዕኩ ነይረ ምስቲ ግጥሚ ባሕሪ ገለ ዳበልካ እቲ ኣገላልጽኡ እቲ ናይቲ ቡን ድምጺ ከኣስ ከምዚ ዜማ መዐጀቢ ምስ። ሻሕሻሕታ ናይቲ ገማግም ባሕሪ ኮይኑ እወ ስምዒት። ዝኾነ ስእልስ ሂብኒ ንዓይ በዚ ኣጋጣሚ ጥዑም ቡን ይሸተኒ ኣሎ ውን በዚ። ክብረት ይሃበልና ዩዲ ሓፍተይ። ጽቡቕ ተኸታተልትና ኣብ ኖህ ኢንተርተይመንት ኢኹም ኣብ ምክትታል ትርከቡ ዘለኹም ምስ ሓድሽ ኣብ ባጽዕ በጺሕና ኣለና። ኣባ ጸእቴልካ ውን ባሕሪ እዩ ድመጽእ ባሕሪ ኢልና ውን ግጥምታት ግጥሚ ሰሚዕና ግጥምታት ውን ክትብል ዘጸግም ኣይኮነን ነዊሕ ግጥሚ ስለ ዝኾነ ብጣዕሚ ጽቡቅ ውን ስለ ዝነበረ ኣባ ጸ ኣብ ዝጸናሕካሉ ዝነበሩ ተጓንፈታት ትዝክሮም ምናልባት ሽዑ ውን ትዓብየሉ ናብ መንእሰይ ትሰጋገረሉ ግዜ እዩ ነይሩ እሞ ካብ ትዝክሮም ተጓንፎታት
እወ ኣባጽዕ ብዙሕ ኣጋጣሚታት እዩ ዘሎ ናይ ባጽዕ ዘጓነፈኒ ግን ተላጺዩ ባላ ትውልድ ምስ ኢሎሞን እዮም ዝርሰ እወ እ፣ እታ ሳባ ድብለካ ደለኹ እታ ከመዲ ኮይና ተብለኒ ነበረት ኣብኡሲ እ፣ ባር እዩ ነይርዋ ሕጂ እቲ ባር ብዙሕ መስተ እዩ ነይርዎ ገለ መስተ ዋላ ሓንቲ ይፈልጥኒ እየ ክሳብ ሽዑ ማለት እዩ ክገርመካ ሸዓ መዓልቲ እየ መስተ ጥዒመ ናይ ብልቢ ናይ መጀመርታ ግዜ ግን እንታይ ገይረ ከምዚ ፅሉል ፅሉል እውን ከምኡ ይገብር እዩ በቃ በቃ እዛ ብኬር ምሽ ንህለት ኮካ ከፊተ ቁሩብ ገብረላ ስፕራይት ከምኡ እ፣ ፋንታ ወይ ምሪንዳ ከምኡ ቢራ ቁሩብ እገብረላ ዊስኪ ሃይላንድ ዋይት ሆርስ ኣሎ ይሕውሶ ክልቲኡ። እንታይ ዓይነት መስተ ኮይና ብ ተኪላ ኣሎ ኣሞሬላ በቃ ኣብቲ ገዛ ዝነበረ መሰስ ቆቁሩብ በቃ መሊኣ እኳ እያ ሕጂ እዚ ኣብዚ ዘሎ ኣልኮልን ከሚካልስ ገለ እኳ ኣይተቃይሙ በቃ ንዓኣ ምሳተኽዋ በቃ እንታይ እሞ ክብለካ እየ ኣበይ ከም ዘለኹ ከማን ኣይፈልጥን እየ ግን ደርገፍገፍ ምሕንባስ ዝፈቱ ስለ ዝነበርኩ በቃ ከምዚ ክሰትያ ከለኹ ሲ ሓፂር ስረይ ገለ ገለ ቀይረ እየ ንባሕሪ እየ ክኸይድ ደልየ ሕጂ ቀትሪ ባ- ባፅዕ ስለ ዝዕፆ እቲ ባራት ኩሉ እዩ ዝዕፆ ፅምፅም እዩ በቃ ዓፅየ ገዛ እየ ከምኡ ገይረ ቃኝ መልሰት ኣለኹ ምስ ሰተኽዋ በቃ ከይደ ክሕምብስ እየ ደርገፍገፍ እንዳበልኩ ሞላ ኣሎ መንጠሪ ተገምጢልካ ገለ ትኣትወሉ ኣብኡ እየ ዝድይብ ኣብቲ ሞላ ረጊፀስ ከምዚ ከምዚ እንዳበልኩስ ይፀርፎም ነቶም ኣብቲ ባሕሪ ዘለዉ ኣብቲ መሬት ዘለዉ ዋ፣ ሓምቢሰ ሓምቢሰ መቸም ፌበር ግላስ ነይራ ኣብኡ ዝተገምጠለት ጃልባ ማለት እዩ ዘን ፈጣን ንብለን

ኣብኡ ደቂሰ ደቂሰ ምሸት ተመሊሰ ከይደ በቃ ሰሙን ዝኸውን ሓሚመ ገለ ሳጓ እውን ሻዕ ወፅያ ነይራ እወ ሳቶ ኢሎምኒ ሳቶ ድበሃል
ተዋሳኣይ ከምኡ ነይሩ ዶ ተዘይተጋገ እወ ተዋሳኣይ ከምዚ ኣሳሲኖ ገለ ነይሩ ሕጂ ቻይና ኮይነ ደ ተሰሚዕም ቻይናዊ እዩ ቻይናዊ እዩ ሕጂ ምስ ላፀይ ንገለ ቧእ ሳቶ መሲልካ ገለ ብሉ እንተ ምዕሩኽ ደይ ማለት እዩ ቧእ እወ ሳቶ መሲልና ዳሓና ይተእተው ላጼኹምና በዓል ስኻ ዋላ ትኹኑ ገለ ብሎም ነቶም ምዕሩኽ ደይ ብዝኾነ ግን ፅቡቅ ኣፀቢቀትልኝ ነራ ሽዑ ምስ ላፀይኒ ሳቶ ገለ ትብል እውን ሓሰብካዮ ስታይል ኮይኑ ካብኡ እውን ኣብቲ ባሕሪ ገለብ ዝኸድኩሉ ግዜ እውን ብዙሕ ዘስሕቕ ከምዚ ሕጂ ንስሕቀሉ ዘለና ዘሕዝን ኣጋጣሚታት እውን ኣጓኒፉኒ ነይሩ ከምዚ ተባኢሰ ማራ ውዕየ ነይሮም ይችለካ ባሕሪ ምስ ከድናስ እንታይ ባሕሪ ገለ ይፈልጦ ዓንተ ወይ ዝበልኩኻ ክንድኡ ስፍሓትን ግፍሓትን ኣለዎ ኢለ እውን ኣይሓስብኒ ነይሩ ኣብ ጃልባ ተሰቂለ ሕሰቦ ክንዲዚኣ ትኸውን ጃልባ በዝን በዝን ማይ እንዳሰተየ ትኸይድ እንዳሃላክ ይኸይድ ኖራ ትበሃል ደሴት ኣላ ኣብቲ ካብ ደሴት ዳህላክ ንሰሜን ማለት እዩ ፊታ ኣብኡ ከድና ካብኡ መሻርፍ ነዳዲ ገለ ሒዝና ንኸይድ ንባሕሪ ማለት እዩ ናብ ካልእ ደሴት ባሕረኛ ምዃንካ ፍሊጥ ባሕረኛ ኣብኡ ኮይነ ብዚ ሰዓት እዚ ኖ
ከድና
ሕጂ ፀብሒ ባዕልኻ ኢኻ ትሰርሕ እምዛ ምግብና ናይ ውትድርና ኣብ ባሕሪ ባዕልኻ ኢኻ ትሰርሕ ገለ መለ ሕጂ ነዊሕ ነይሩ ፀጉረይ ዮውሃንስ ሕሸሉ ወዲ ሕሸሉ ንብሎ ዓርከይ ነይሩ ምሳይ ባሕሪ ብሓንሳብ ኢና ከይድና ሽዑ ሕጂ እንዳሰራሕና ገለ መለስ እንዳሰራሕኩስ ይርብሸኒ እዩ ፀብሒ እየ ዝሰርሕ ነይረ ይርብሸኒ ኣታ ግደፈኒ እንዶ ገለ ብሎ ዋ ኣንታ ግደፍ ኣብቲ ቦርዲን ከዓ ምሳይ ነይሩ እኮ ኣብ ቦርዲን ከዓ ምሳይ ነይሩ ኣብ ባሕሪ ከዓ ምሳይ ኣሎ ሕጂ ዋላ ኢና ሓመድ ንሰሓን ነይርና ኣብቲ ቦርዲን ድሓር ምስ ኣሕረቐኒ ከምዚ ሳልሳዝ ናይ ታኒካ እየ ድኸፍት ነይረ ከመይ ገይረ ጠ- ተጣዋዊ ኢደይ ከማን ኣይተረድአን ጣዕ ኣብላ ኣለኹ እታ ኻራ ኣብዚ ዳንጉ በቲ ኻራ ገይረ ወዲ ክፅለል ይብለካ ኣለኹ ካራ ገይርሃኒ ደም ከዓ ከይድ እዩ ዘሎ ሕጂ እዚ ኣተሓሓዛ ካብቲ ባሕሪ እውን ዑዝባ ዝበሃል ኣሎ ዑዝባ ዑዝባ ማለት ብቋንቋ ዓረብሲ ከምዚ ንብረትካ ኣብ ሓደ ቦታ ተቐምጠሉ እንታይ ዝበሃል ማለት እዩ ሕጂ ትዕዝባ ሳልሳ በዚ ካርቶን ሙሉእ ፋሕ ኢሉ ፀናሓካ በቲ ትድስቲ ተገምጢሉ በቲ ገለ በቃ ቴንዳ እዩ ገለ መረምስ ኣይትስእን ኣይትስእን ኢኻ ጣውላ መዓት እዩ ዕንጨይቲ ኣሎ ገለ መለ እንኳዕ ከማን ዕንጨይቲ ገይሩ ኣይ ግን ሳልሳ ፈጣን ዝረኸቦ ስጉምቲ ክወስደለይ ሳልሳ እዩ ነይሩ በቃ ከምዚ እምኒ ገለ ከማን ይብሉን ሑጻይ ኣልዕል ኣቢሉ ሳልሳ ክንድዚ እዩ ዝኸውን ይብለካ ኣለኹ ብኡ ገይሩ ተዓከተን ተበለን ርእሰ ይብለካ ኣለኹ ደም ንደም ኣነ ከዓ ግደፎ ወጨጭ ይብለካ ኣለኹ ዓፋር ገለ እዮም ነይሮም እቶም መሳርሕትና ዓዚ ሓዚ ኮይኑ በቃ ሕጊ ባሕሪ ጥሒስኩ እወ ሕጊ ባሕሪ ዝበሃል ኣሎ እወ ቃኑና ልባሕሪ ዝበሃል ኣሎ ሕጊ ባሕሪ ጥሒስኩም ተባሂሉ እቲ ቀንዲ መበገሲ ናይቲ ሽግር ኣነ ስለ ዝኾንኩ ግን ኩላ ነገር ናባይ ተጠምጢማ ቅድሚ እውን ተባኢሰ ስለ ዝነበርኩ ገለ ሓዞ ሓዞ ኮይኑ ቀጥቂጦም ቀጣቂጦም ኖራ ወሲዶምኒ ኣብ ኖራ ዓመ እድሪስ ዝበሃል ነይሩ ናይዚ ሕጊ ባሕሪ ትብለን ዘለኻ ናይ ቃኑን ኣልባሕር ማለት እዩ ሕጂ እቲ ቃኑን ኣልባሕር ዝብለካ ዘለኹ ኣብ ሕጊ ስፉር ኣይኮነን ኣብ ሕጊ ስፉር ኣይኮነን። ከምዚ ባህላዊ እዩ።
እወ ዋላ ዳሕራይ ከማን ኣብቲ ናይ ግጥሚ ገለ እንተመጺእና እውን ከነልዕሎ ኢና። ወግዕታት ዝበሃል ኣሎ። ወግዕታት ሕጂ ኣብ ወግዕታት ወግዓዊ ማለት እዩ ወግዒ እዩ እሱ ከዓ ከምዚ ኣብዚ ሕግስ ከምዚ ተጌርካ ከምዚ ክንዲዚ ዓመት ገለ ፍርዲ ኣሎ እሱ ግን ከምኡ ኣይኮነን ከምኡ ኣይኮነን እቲ ሕጊ ባሕሪ። እወ እቶም ዓበይቲ ኣብ ባሕሪ ተወሊዶም ኣብ ባሕሪ ዓብዮም ኣብ ባሕሪ ኣሪጎም ኣብ ባሕሪ ዝሞቱ ሰባት በቃ ከሰማምዓና ክእል እዩ ዝብሉ ኢሎም ባዕሎም ዘውፅዎ ሕጊ እዩ። ሕጂ ኩሉ እቲ ባሕረኛ ከኣ ብኦም እዩ በቲ ሕጊ እዩ ዝምእከል። በቲ ሕጊ እዩ ድኸይድ ማለት እዩ ሕጂ በቃ ወግዓዊ እዩ ከምዚ ኣብ ሕብረተሰብና ሲ ኣብ ቅድሚ እኩብ ሰብሲ ኣይትጥረጥ ይበሃል ኣይትጥረጥ ይበሃል ምጥራጥ ግን ኣብ ሕጊ ኣይትጥረጥ ዝብል ሕጊ ግን የለን እወ ከምኡ እንድሕር ጌርካ ግን ኣብቲ ሕብረተሰብ እንታይ ትኸውን ተቐባልነት ኣብቲ ባሕሪ ከዓኒ ምስቲ ሓደ ባሕረኛ ክገብሮ ዘለዎ ክራይተርያ እንድሕር ዳ ኣጉዲልካ በቃ ተቐጻዕ በቲ ዝበሉኻ ስም ኮም እዩ። ስለዚ ሽዑ ተቐጺዕኩም ማለት እዩ። ዋእ ተቐጺዐ ጥራሕ ዲኸ እንታይ ትብል ኣለኻ በቃ ኣብኡ ተዛሪቦም ብዓፋር እዮም ዝዛረቡ ታሚታ ገለ ሕጂ እቲ ንእሸይ ንእሸይ ቋንቋታት ሽዑ እየ ዝሕዝ ኣሃ ከም ዝብሉ ኣሎ ማለት እዩ ከም ዝብል ኣሎ ማለት እዩ ገለ ብዝኾነ ኣርባዕተ ሚእቲ ድዮም ገለመለ ሂቦም ኣብ ኢደይ እንደገና ብሽኮቲ ገለመለ ማንጎ ማንጎ ገዚኦም ንባፅዕ እፋን እውን ዒስራ መዓልቲ እየ ሰሪሐ ምስኦም ባፅዕ ተመሊሰ ድሕሪ ዓሰርተ መዓልቲ ባፅዕ ምስ መፁ ግን ግደፎ ብለካ ኣሎ ኣብቲ ሚኒስትሪ ሃብቲ ዓሳ መርከብ ኣላ ግንቡ ኣብኣ እዮም ዓሺጎም እምኒ ልዒለ በሎም ኢልካ እዩ ኣብ መሬት ኮይኑ ግደፍ ግደፍ